ሰላማት ቤተሰብ ጭራ ከመይ ትቕንዩ? ናይ ኦንላይን ክላስ ክትምዝገቡ እትደልዩ ድማ ብ ባዶ ባዶ ክልተ ሓሙሽተ ሓደ ትሽዓተ ሸውዓተ ሰለስተ ትሽዓተ ክልተ ኣርባዕተ ዜሮ ሸውዓተ ሰለስተ ብዋትስኣፕ ብምድዋል ክተዛራሩና ትኽእሉ እኹም ቶሎ ተመዝገቡ እኹም። ሎምዓንቲ ውን ከምቲ ልሙድ ብሓድሽ ኣርእስቲ ሒዘልኩም መጺኤ ኣለኹ ናይ ሎምዓንቲ ኣርእስትና ዝኾን ድማ Conversations in a Cafe Conversations in a Cafe ማለት ኣብ ካፌ ውሽጢ ክህልዉና ዝኽእሉ ዝርርባት ማለት እዩ ብዛዕባ እዚ ኣርእስቲ እዚ ብሰፊሑ ካብራህርሀልኩም ክሙክር እየ። ከምቲ ልሙድ ኖት እናሓዝኩም እናተኻታተልኩም ምሳይ ጽንሑ ኢኹም። So conversations in a cafe ክንብል ከለና ኣብ ካፌ ይኹን ኣብ ሬስቶራንት ይኹን ኣብ ዝኾነ ናይ መዘናግዒ ቦታታት ወይ ድማ ናይ ምግቢ መስተ ዝሽየጠሎም ቦታታት ክንከድ ከለና ከም ከስተመር ወይ ድማ ከም ዓሚል ኮይና ይኹን ወይ ድማ ከምቲ ዘቕርብ ሰብ ከምቲ ኣስተኣናጋዲ ኮይና ክኾን ይኽእል ታይ ዓይነት ዝርርብ ክህልወና ይኽእል ናብ ዝብል ብኣብነታት ከርእየኩም ክፍትን እየ። Hello! Can I take your order? በቲ ኣስተኣናጋዲ ቦታ ኮይንና ክንብሎ ንኽእል ነገር እዩ። ሕጂ ንኣብነት ዝኾኑ ሰባት መጺኦም ናብ ካፌና ክኾን ይኽእል፣ ተቋጺርና ንሰርሐሉ ክኾን ይኽእል፣ መጺኦም ኮፍ ኢሎም ትእዛዝ ዝወስደሎም ሰብ ይጽበዩ ኣሎ ሓቀይ? So ኬድና እንታይ ኢና ንብል? ሄሎ መጀመርያ ሰላምታና ነቀድም so ሄሎ can I take your order ኦርደር ማለት ኣብዚ እዘን ቀንዲ ቃላት ዝበልኩወን ጽሒፈልኩም ኣለኹ ኖት እንሓዝኩም ኪዱ ኢኹም so ኦርደር ማለት ትእዛዝ ማለት እዩ ስለዚ can I take your order ማለት ትእዛዝኩም ክወስድ ዶ ይኽእል Which means ብኻሊእ ኣዘራርባ ታይ ኢና ንብሎም ኣለና ንኽትእዝዙስ ድሉዋት ድኹም ወይ ድማ ካፍቲ ሜኑ ናይ ምግቢ ዝርዝር ዘሎ መሪፆም ምዃኖም ኣረጋጊፅና Ready ምዃኖም ኣረጋጊፅና ትእዛዝኩምስ ንኽወስድስ Ready ድኹም ንማል Hello Can I take your order ትእዛዝኩም ክወስድ ይኽእል ዶ So, Hello can I take your order? ተታሂልና እንድሕር ንሕና ከኣ በቲ ሓደ ገጽ እንድሕር ደኣ ሃሊና ኮይንና Sure እንድሕር Ready ኮይንና ማለት እዩ Sure ኢልና ትእዛዝና እዝዝዝ ኢልና ንገልጽ ንሱ ኣብ ታሕቲ እናርኣናዮ ክንከድ ኢና ብዚ Customer ወይ ድማ ብ ዓሚል ኮይንና ክንብሎ ንኽእል ንሕጂ ግን በቲ ኣስተኣናጋዲ ኮይንና ክንብሎ እንኽእል ኢና ንርኢ ዘለና So, Hello can I take your order? ሰላም ትእዛዝኩም ክወስድ ይኽእል ዶ? ቀጺልና May I take your order? እዚኤን ውን ተመሳሳሊ ሙሉእ ሓሳባት ኮይነን ዘፈላለየን እንታይ እዩን እየ? ኣስታይ ኢልና ጀሚርና ኣለና Can ኢልና ጀሚርና ኣለና ሓቀይ ኣብዚ ከኣ May so ክልቲኡ ክንጥቀም ንኽእል ኢና Can I take your order ውን ክንል ንኽእል ኢና May I take your order ውን ክንል ንኽእል ኢና ፍልልዩ the difference እንታይ እዩን እየ May እንድሕር ደኣ ኢልና more polite ወይ ድማ more ትሕትና ዘለዎ ይኾን so can I take your order ይኽእል ዶ can ምኽኣል እያ ትገልጽ ሕጂ ንኣብነት can you do this እንድሕር ዳይል እዚ ክትገብር ትኽእል ዶ ወይ ክትገብር ትኽእል ዶ እንድየ ዝለለኹ can ናይ ዝኾነ ሰብሲ ምኽኣሉን ዘይምኽኣሉን ንምሕታት ኢና ንጥቀመላ may ክንብል ከለና ግን ፍቓድ ናይቲ ሰብ ኢና ንሓትት ሕጂ ንኣብነት may I take your pen እንድሕር ዳይለ ቢሮኻ ወይ ቢሮኽስ ክወስድ ይኽእል ዶ so ፍቓድ እየ ዝሓትት ኣለኹ ሕጂ ሓቀይ መይ ክንጥቀም ከለና ሞር ኣብቲ ሰብ ዘለና ኣኹሮት፣ ትሕትና፣ ስለ ዝገልጸልና ከስተመር ክነስተኣናግድ ከለና ውን መይ ተንጥቀም ሞር ተመራጺ ይኾን ማለት እዩ። So ፍልልዩ ታይ ኢልና can I take your order ትእዛዝኩም ክወስድ ይኽእል ዶ May I take your order እሱ ውን ከምኡ ትእዛዝኩም ክወስድ ዶ ኢልና ግን ነፍቅድ ኣዘራርብኡ እቲ ብናይ ትኽእሉ ዶ ንኽምእዛዝ ሬዲድኹም ዝዓይነቱ እዩ እኔ መይ እንድሕዳ ተጠቒምና ግን ፍቓድ ኢና ንሓትት እኔና ትእዛዝኩምስ ክወስዱ ኢልናስ ነፍቅድ ኢና እኔና so more ትሕትና ዘለዎ ወይ ድማ polite ዝኾነ ወይ ኣየኑ እዩ መይ እንድሕዳ ተጠቒምና እዩ ማለት እዩ ቀጺልና are you ready to order እዙን ክንል ንኽእል ኢና ግን ከምቲ ዝበልኩም still ተመራጽተይና መይ መይ ምኽንያቱስ more ክብሪ ስለ ዘርኢ ንቲ ሰብ ማለት እዩ ትሕትና ናህና ኣብቲ ሰብ ዘለና ክብሪ ስለ ዘርኢ መይ ተንጥቀም ይምረጽ። Are you ready to order? ክንል ከለና ከኣ ንምእዛዝሲ ዝግጁዋት ዲኹም? ሕጂ ንኣብነት ከምቲ ዝበልኩም ሜኑ ናይቲ ምግቢ ዝርዝር እናረኣዩ ጸኒሖም ዝተወሰኑ ደቂቓታት ከይድና ቼክ ንገብር ሓቀይ? ኦኬ መሪጾም ዶ ይኾኑ ኢልና ብጾታ ይንእል Are you ready to order? ንምእዛዝሲ ዝግጁዋት ዲኹም? ብኻሊእ ኣዘራርባ መሪጽኩም ዲኹም ካብቲ ሜኑ ወይ ድማ ካብቲ ናይ ምግቢ ዝርዝርና ማለት እዩ። So Are you ready to order? እውን ክንል ንኽእል ኢና። ቅድሚ እዞም ኩሎም ግን ታይ እዩ ሰላምታ ተነቅድም ይምረፅ ከምቶም መጀመርያ ዝበልኩኹም ሄሎ ኢልና ዝጀመርናዮ መፂና ሄሎ are you ready to order so ሰላምታና ኣቅዲምና እዝዙ ዝግጁዋት ድኹም ንብል ኣለና ማለት እዩ ቀፂልና ንሪኦም ድማ እየ ከም ከስተመር ወይ ድማ ከም ዓሚል ከም ተመጋባይ፣ ከም ተፍቲ ሬስቶራንት ወይ ካፌ ተጠቃሚ ሰብ ኮይንና ከምኡ እንተኺልና ክንሕተት ከለና ክንሆም ንኽእል ምላሻት ወይ ድማ ንምእዛዝ ክንጥቀመሎም ንኽእል ሰንተንሳት ወይ ድማ ምሉሓሳባት ማለት እዩ ኣብቲ ዝርርብ ውሽጢ። So መጺኦም ትእዛዝና ክወስዱ ክብሉ ከለዉ ማለት እዩ ንሕና ሕጂ እንታይ ኢልና ክንእዝዝ ንኽእል? I will have some salad Yes please I will have some salad ሕጂ ንኣብነት እዚ እንታይ ምስ ተባሃልና ንምልስ ኣለና? May I take your order? ትእዛዝኩም ክወስድ ዶ ምስ ተሃልና yes please of course ከምዚ ክትወስዱ ትኽእሉ ኢኹም ንብሎም ኣለና ማለት እዩ ስለዚ yes please I will have some salad እሶም እውን ብኽብሪ መይ ኢሎም ጀሚሮምልና ንሕና እውን ብኽብሪ yes please ኢልና ንምልስ ኣለና ማለት እዩ ኣብዚ ተሰሚረናለን ዘለዋ ቃላት ኣብዚ ኣውፅእልኩም ኣለኹ so እዚኣ I ነጥቢ ዳብል ኢል እንድሕር ድኣ ኮይና ናይ I will ሕጽረት ቃል እያ ስለዚ I will have some salad ኢና ዘለና ኣዝነትኩም እዚኣ I will እያ I will ማለት ከምዝስ ክገብር እያ እዚኣ ንብል ኔና ኣብዚ ክኣ ትኸላ ታይ ትኾነላ ማለት እዩ yes I will have some salad okay ሳለድ ክወስድ እየ እዚ ነገር እዚስ እዩ ዘድለይኒ ሶ ሳለድ ክወስድ እየ ንብል ኣለና ኣብ ትእዛዝናስ እንታይ ንእዝ ዘለና ማለት እዩ ስላጣ so yes please I will have some salad እዚ ውን ከምቲ ዝበልኩኹም ክንምልስ ከለና ውን ከምቲ በቲ ኣስተኣናጋዲ መልክዕ መይተ ንጥቀም እዩ ሞር ፖላይት ወይ ድማ ሞር ክብሪ ዘለዎ ትሕትናና ዘርኢ ዝለኩም ነበርኩ ከምቲ ኣስተኣናጋዲ መጠን ውን ከም ዓሚል መጠን ውን መጺና ክንጥቀም ከለና ሞር ትሕትና ዘለዎ ዓይነት ኣዘራርባ ዘለዎ ይኑ እዩ የስ ፕሊስ ኣይ ዊል ሃቭ ሳም ሳለድ ከምዚ ሰላጣ ኣምፀለይ በጃካ ወይ ሰላጣ ኣምፅለይ ባጃኪ ኢልና ብትሕትና ከም ዘለዎ ንምግላፅ ንጥቀመሉ ዓይነት ሰንተንስ ይኾነሎ ማለት እዩ ሶ ካን ኣይ ጌት ሳም ቺክን ዊንግስ እውን ክንብል ንኽእል ኢና ግን ሞር ፖላይት ዝኾነ እንድሕር ደኣ ክትወስዱ ደሊኹም እዛ ላዕለወይቲ ዝበልኹም ትምረፅ ማለት እዩ ሶ ካን ናይ ዝኾነ ነገር ምኽኣል ኢና ንሓትት ኢለኩም ነይረ ሓቀይ ከምዚ ክትገብር ትኽእል ዶ ከምዚ ክተምፀለይ ትኽእል ዶ ሶ

ኩድ ናይ ካን ሕሉፍ እዩ ግን ኣብ ሕሉፍ ነገራት ጥራይ ኮና ንጥቀመሉ ኣብ ሕጂ ኮይኑ ውንስ ከምዚ ክትገብረለይ ትኽእል ዶ ኢልና ካብ ካን ሞር ትሕት ዘለ ወይ ድማ ኣኽሮት ዘለዎ ዓይነት መንገዲ ትሕትና ዘለዎ መንገዲ ኩድ ተንጥቃ ይምረጽ ምክንያቱ ካን እንድሕር ተጠቒምና እዚ ክትገብረለይ ትኽእል ዶ ኢና ንለለና ኩድ ክንጥቀም ከለና ግን እዚ ባግበረለይ እዚ ክትገብረለይ ምኽኣልካ ዶ ሞር ትሕትና ዘለዎ ይኮን ኣሎ ክልቲኡ ናይ ምክኣል እዩ ዝገልጽ ከም መይ ኣይኮነን ግን ስቲል ካን ክንል ከለና ሕጂ ንኣብነት could you pass me that bottle እንድሕር ደኣ ኢለ እቲ ሃይላንድ እቲ ወይ ከኣ እቲ ናይ ማይ ኩዳቲ ኣሕል ክተሕልፈለይ ትክእል ዶ ኢለ ኣለኩ ካን ተጠቂመ ማለት እዩ could እንድሕር ደኣ ኢለ ግን could you pass me that bottle እታ ሃይላንድ እቲኣ ወይ ድማ እታ ናይ ማይ ኩዳ እቲኣሲ ክተሕልፈለይ ምኽኣልካ ዶ more polite ወይ ድማ more ትሕትና ዘለዎ መንገዲ ይኾን ኣሎ። ስለዚ ተመሳሳሊ እኳ ትርጉመ እንተኾነ could ክንጥቀም ከለና more ትሕትና ኣለዎ ማለት እዩ። ስለዚ could you bring me an iced latte iced latte ክተምፀለይ ምኽኣልካ ዶ iced latte ናይ ቡና ዓይነታት ኮይኑ ቡናን ፀባን ሓዋዊስካ ዝስራሕ እና ብበረድ ማለት እዩ። so iced latte iced ማለት በረድ ዘለዎ እዩ እኒኦ ስለዚ ኣይ ስድላቲስ ክተምጸለይ ምክኣልካ ዶ ኢልና ንሓተለና ሞር ትሕትና ብዘለዎ መንገዲ ማለት እዩ። ኣይ ስድላተይ ጥዒምኩም ንዘይትፈልጡ ጋቢዘኩም ኣለኹ ካብ ናይ ቡና ዓይነታት ብጣዕሚ ትምቸወኒ ንሳ እያ እንግዲ ኦኬ ሶ ቀጺልና can I get some water please can I get some water please ኣዚኣ ካብ ካብ ካን ኩል ተተጣምና ሞር ትሕትና ኣለዎ ኢለኩም ነይረ ግን ኣብ መጨረሻ ፕሊስ ስለ ዝበልና ስቲል ትሕትና ዘለዎ ምልሓስ ኣይኒ ስለዚ can I get some water please ማይ ክረኪ ይኽእል ዶ ወይ ድማ ማይ ክተምጹለይ ትኽእሉ ዶ ወይ ድማ ማይ ባምጽለይ በጃኺ ማይ ባምጸለይ በጃኻ ኢልና ክንእዝዝ ንኽእል ኢና፣ ማይ እንድሕር ደኣ ደሊና ኮይንና ማለት እዩ። እንድሕር ደኣ እቶም መስተኣናገድቲ ንሕና እንድሕር ደኣ ኮይንና፣ እንድሕር ማይ ተሓቲትና ኮይንና ድማ፣ Yes of course here is your water Yes of course of course ማለት ከምዚ ብርግጽ ኣውዝን'የ ማይኪ ወይ ድማ ኣውዝን'የ ማይካ ነቕርበሎም ኣለና። ብኽልቲኡ ሳይድ ትሕትና ዘለዎ ዝርርብ ይኾን ኣሎ ማለት እዩ። ስለዚ እዚ ኮንቨርሴሽን እዚ ብምሉኡ ከመይ ጌርና፣ ኣብ ካፌ ከይድና ብዓሚል መልክዕ ይኹን ብመስተኣናጋዲ መልክዕ ይኹን ብኽልቲኡ ትሕትና ዝተመልኦ ዓይነት ዝርርብ ግራመርና እውን ዝሓለወ ዓይነት ዝርርብ ናይ እንግሊሽ ክህልወና ይኽእል እዩ ዝተተጠቒምና ማለት እዩ። ስለዚ ናይ ሎሚ ኣርእስትና እዚ ይመስል ነይሩ። ኖት እናሓዝኩም ከይድኩም ኢለ ተስፋ ይገብር። ብቐጻሊ ብኻልእ ቪድዮ ስጋዕ ንራኸብ። ደሓን ቀንዩ።